ደሓን ደምስኹም ክብራ ሰማዕትና ሎሚ ሰንበት ሸውዓተ ለካቲት 221 ወይ ከዓ ሳላሳ ጥሪ 213 ዓመተ ምህረት እዩ እዚ መደብ ኣጋይሽ ብምዕዳም ንስኻትኩም ሰማዕትና ሕቶታት ብምቕራብን እትካፈልሉ መደብ እዩ መደብ ቀዳመ ሰንበት ልክዕ ከምቲ ካብ ሶኒ ክሳብ ዓርቢ ዘሎ ደድሕሪ ቋንቋ ኣምሓርኛ ካብ ሳተላይት ብተወሳኺ ብሬድዮ እውን ምትሕልላፍ ጀሚሩ ኣሎ ናይ ሎሚ መደብና ካብ ናይ ትማሊ ዝቐጸለን ነጋይሽና ኣካያዲ ስራሕ ግብረ ሰናይ ማሕበር ህያብ ኣቶ ሙላ ለምስላሴ ካብ ዓዲ ግራት ኣካያዲ ስራሕ ማእኸል ምትሕባር ስራሕቲ ምግባረ ሰናይ ሙሉ ኣቶ ሙሉ ሃይለ ስላሴ ካብ መቐለ እዮም ከምኡ እውን ተረባሕቲ ኣገልግሎት እተን ማሕበራት ዝኾኑ ወይዘሮ መብራት ፅጋቡን ኣቶ ሃብቶም ገብረ ፃደቕን ዝተኣናገደ ካልኣይ ክፍሊ መደብ እዩ ዘዘራርቦም በትረ ስልጣን እዩ ናብኡ ከሕልፈኩም። ሙሉኣለም እቲ ቁሩብ ኣነ እውን ግልፂ ዘይኮነለይ መብዛሕተን ከተማታት ትግራይ ናይ ባዕለን ምንጭ ማይ እዩ ዘለዎን ስለ ዝተዓፀወ ድዩ ወይ ስለምንታይ እዩ ማይ ፀገም ኮይኑ ዘሎ ህዝቢ ካበይ እዩ ዝረክብ ነይሩ ማይ በዓል ማይ ይኮንኩም ግን ዝረኣየኒ ነገር ዘሎ ሕጂ ከተማ ዓዲግራት ፍርቃ ፍርቂ ማይ ኣሎ እዩ ኣብ ኩሉ ይኮነን ምክንያቱ ኣብ ፍርቂ ኣሎ ኣብ ዝተወሰነ ቀሌታት ኣሎ ኣብቲ መፈናቐሊታት ድማ ዳርጋ ዝሓድማ የለን። ሕጂ ግን ክዕረ እዩ ሓሳብ ተዋሂብኒ ኣሎ። ገንዘብ ኣዋጽኦ ተባሂሉ ነይሩ ነባሪ፣ ንተኻራይ ባሕታ ንኣካራዪ ድማ ኣርብዓ ተባሂሉ ነይሩ። ሕጂ ብርብዓን ዕስራን ገዲፎም ጋሪ ሰናይ ባዕሉ ክሽፍኖ እዩ ክዕረየልኩም እዩ ዝብል ሓሳብ መጺኡ ኣሎ። ካብዚ እንታይ ኢኻ ትርኢ ቴክኒካዊ ጸገም ወይ ድማ ሌያቡ ሰሪቖሞ እዮም ኢልካ ኢኻ ክትሓስብ ትኽእል። ተጎዲኡ እዩ በቃ ኣካል ናይቲ ኲናት እዩ እምበር ክልተ ሓንቲ ቴሌ ተተጎዲኡ ዝነበረ ማይ እውን ኣካልና ሲ እምበር ካብኡ ፈሊኻ ዝረአ መሲሉ ኣይስምዓኒ እግረ መንገዲ ኸዓ ኣብ ትንቀሳቐሰሉ ከባብታት ጥምየት ናብቲ ህዝቢ ክሳዕ ክንደይ ኣትዮ ኣሎ ትብል ሪሰርች እናሰራሕና ነርና ኢና ምስ ኣሕዋት ምስ መንእሰያት ኣሕዋት ብምዃን ማለት እዩ እዚ ኣብ ዜሮ ሓደ ብግልፂ ዝረእክዎ ኣካል ናይ ጥምየት እንዲያም ኢንፎርሜሽን መፂእኒ ኣሎ ሳብ ሰበይቲ ንምክልኻል ከይደ ዝኾነ ነገር ለሚና ሕሩጭ ገለ ከም ዝሃብዋ በቃ ጠሚያቶ ውልዕን ትሰትይን የብላን እዮም ተባሂለን ኣብ ዜሮ ክልተ ዜሮ ሸውዓተ እውን ንመንገዲ መቐለ መውፅኢ እውን ኣብኡታት እውን ትልሓስ ትቁጠብ ስኢኖም ዝጠመዩ ኣለዉ ዝብል ኢንፎርሜሽን መፂኒ ኣሎ ካብኡ ናብ ገጠራት ወሪድካ ኣብኡታት እውን ኣሎ እዩ ጥሜት ብግልፂ ናብ ከባቢ ድኩ ቀርሰበር በዓቲ ኣብኡ ዘለዉ ኣካል ጉድኣት ስለንድውለሎም ዝቆጣ ከምዝሰልካ ተኮይነት ተኮይናት ኣብ መኸዳ ዝኸየደሉ ዓዲ ዝዕፀደሉ ግዜ እዩ ተላዒሉ ስለዚ ኣይተዓፀደን ማለት እዩ በትን በጣ ነይሩ ከም በቃ እውን ክላሽ ስዒቡ ስለዚ እንታይ ኮይኑ ሓሰር እውን ስለዘየለ ምእንቲ ናብ ኣጸደ በጊዕ ማለት እዩ ከም ዘለዋ ማለት ከም ዘለዋ ከም ዝተረፋ ጸደ በጊዕ ኣበተን ከፍ ዝበለ ሓሰር እውን የብለንን ማለት እዩ ስለምንታይ ኢኻ ትርዳእ ጥሜት እጂ ጀሚሩ ኣሎ እዩ ብርግጸኘት ጀሚሩ ኣሎ እዩ ምክንያቱ ድሕሪ ገጠራት ወሪድካ ከም ድሌትካ ድሕሪ ሰብ ክሕግዝ ሰበይክእሉ ክተሓገዝ ሰበይክእሉ ወይ ድማ ገበር ሰናይ ብዝግባእ ተዘይኣትዮ ጥሜት ከም ዘሎ ኣይትጠራጠርን ሕዚ ብርቂ ኣሎ ጥሜት እውን ጀማሚሩ ኣሎ እንድሕር ተሓገዝቲ ድሕሪ ሓገዝቲ ወይ ድማ ገበር ሰናይ ተዘይኣትዮም ግን ክገድድ እዩ ናብ ዓሰቦን ናብ ገለን ክቕየር እዩ ዕብይ ስግኣት እቲ ዘሎ። ጀማሚሩ እዩ ዘሎ ገና ገና ኣብ ገበን ኣሎ። ስለዚ ዝምልከቶ ኣካል ኩሉ ኣነ ስለ ጥሜት ስለ ከብዲ ምዝራበይ ናይ ፖለቲካ ጉዳይ ኣይኮነን ናይ ማሕበራዊ ሕቶ እዩ ናይ ሰብኣውነት ሕቶ እዩ። ኣነ ከም ሰብ ክሓስቦ ዘለኒ ኣብቲ ግጭት ዘለዉ ኣካላት ከም ሰብ እንዶ ይሕሰቡ እዮም ከም ሰብ ሓሲቦምሲ ዝግበር እንዶ ይግበሩ ኣካለ ጉዱእ ሓዎም የብሎምን ድዩ ጓል ኣንስተይቲ ሓፍቲ ኣረጋውያን ህጻናት ኣሕዋት የብሎምን ድዮም እዚስ ክሓስብሉ ክኽእሉ ኣለዎም። ክገሃሱ ዘይግብኦም ነገራት ግን ኣለዉ እዮም። ኣነ ከምኩም ክመኽሮም ዓበይቲ ኣሕዋት እዮም ኣዞም ዓበይቲ ሰበ ስልጣን ይፈልጥዎ እዮም ኩሉ ነገር ስለዚ ሕስብ እናበልና ነሕዋትና ውን እናሓሰብና ተንኸይድ እምበር ብግልጺ ኣፍካ መሊእኻ ትዛረበሉ ጥሜት ከም ዘሎ እዚ ዘይከሓድ ሓቂ እዩ ግን ንሕና እንታይ ኢና ንብል ዘለና ነቲ ነቒፍና ነቲ ደጊፍና ዘይኮነ ሰብኣዊ ሓገዝ ክግበር ክኽእል ኣለዎ ንሕና ውን ብዝከኣለና ዓቕሚ ክንሕግዝ ኣነ ከም ምልኣለ ማለት ከም ማሕበረ ህያብ እውን ከም ማሕበረ ከም ውልቀ እውን ከርተት ንባልና ሓስብና ሕልናዊ ዕግበት እዩ ኣነ ይኹን ሙሉ ይኹን ሕልናዊ ዕግበት እዩ ከስብና እምበር ካብ ኣጠርቱ እንሳን ስማይ ንረኽበና ንኻዶ ንኻዶ ሲ ካብ ባዕልና ካብ ፋሚሊ ኢና ንመልእ ብፍላይ ብኣይ መሰረት ፈተና ተምሃራይ ኮይኑ ይሓስቦ ዘለኹ ገና ተመራቂ ሕጂ ክምረቕ ከም ተምሃራይ ኮይኑ ክሓስቦ ከለኹ ከቢድ እዩ ግን ሓጉዝና እስከ ንተሓጋገዝ ኣብዚ ዘሎ ሰብ እውን ኣካል መንግስቲ እዩ ዝበሃል እውን ይሕሰበልና ንሕና እውን ንሕሰበሉ ተሓጋጊዝና ሓደ ነገር ንግበር ግን ካብ መንግስቲ እውን ከይተፀበና ግን ቦታታት ተኸፊቱ ነንባዕልና ከም ተሓገዝ ኣድለይቲ ዝኾኑ ምትሕብባራት ይገበረልና በሃላይ እየ እምበር ዝበልኩ ከዓ እቲ ላዕሊ ዝተቐስኩ እዛ ተቐዲመ ዝተቐስኩ ያው እኹል መልሲ ኢሉ ዝተሓተትካ ንሕቶ እወ ናብ ሙሉ ሃይለ ስላሰ ቅድሚ ምስጋረይ ኣባ እንተለኻ ሙሉ ኣለም ክልተ ነጥቢ ኣልዕለለይ እስኪ ሓደ እዚ ኮቪድ ዓሰርተ ትሽዓተ ክሳዕ ክንደይ ጉድኣት የውርደ ኣሎ ኣብ ዳህሳስኩም ኣጋጢሙኩም ዶ ካልኣይ ስነ ኣእምሮዊ ጸገም እውን ዝወርዶ ኣካል እቲ ሕብረተሰብ ብበዝሒ ክህሉ ከም ዝኽእል ዘጠራጥር ኣይኮነን ነዚ ነገር እዚ ማሕበርኩም ከመይ ይብድሆ ኣሎ ከመይ ንሕብረተሰብ ሓገዝ ይህበ ኣሎ ኮቪድ ዓሰርተ ትሽዓተ ተሓይዘ እንታይ ደ ክብል ደለ እዚ ዝተመስፍዐ ኣርስቲ እንዲ ካልእልካ ለህዝብ ትግራይ ብዛዕባ ኮቪድ ብዛዕባ ኮሮና ዝሕሰብ ነገር የለን ምክንያቱ ካብ ኮሮና ዝዓበየ ነገር ስለ ዘሎ ማለት እዩ ጉዳይ ከብድስ ከቢድ ስለ ዝኮነ እየ እምበር ብዛዕባ ኮቪድ ተልእካ ኣብቲ መጀመርያ ሰላም ናሃለወ ምርመሩ ነይሮም ኣለካ ነይርኩም ተባሂሎም ዝከታተሎም በዓል ሙያ ነይሩ ሕዚ ነብሲ የለን ኣበይድና ኣብ ቀንዲ ትኩረት ኬና ንሰርሕ ነርና ኣብዘን ደገ ወፅን በለቲ ሽቅጣ ዕፉን ዝሽቅጣ ከምኡታት ከምኡታት ካብ ኣንተውን ግልፅ ካብ ኢድና ኣፍ ዝኮነ ናብራ ዘለዎን ንሳተን ብጣዕሚ እየን ተሃስየን ክወፃ ይከኣላን ዕዳጋ ወጺእን ክሽቅጥ ኣይከኣላን። እዚ ማስክ ዲኻ ክትገዝኣለን ካበይ ኣምጺኻ ማስክ ትገዝእ እንድሕር ዕዳጋ ዘየለ እንድሕር ስራሕ ዘየለ ኮይኑ ሳኒታይዘር ዲኻ ክትገዝኣለን ሳኒታይዘር የለን ካበይ ትገዝእ ሕጂ ግደፎ ተረሲዑ እዩ እዚ ኣብኡ ብጣዕሚ ኣብ ትካልና ምስ ኣካለ ጉድኣት ኣተሓሒዘ ምስ ዓላማና ምስ ኣካለ ጉድኣት ኣረጋውያን ኣተሓሒዝና ኣካለ ጉድኣት እጂ ሓደ ኣይነስወ በትሪ ይጥቀም እዩ ንሶም ዝኸኢሉን ኣሎ ብተዝሓገዘ ማለት'ዩ። ከምኡታት ዝኣመሰለ ጸገም ኣሎ። ስለዚ ነዚ ከምዚ ጠሓይሽካ ሃስያ ከውርድ ጀሚሩ ነይሩ እዩ እቲ ሕማም። ከምቲ ናይ ምዕራባውያን ወረ ይኹን ሃስያ ከውርድ ጀሚሩ ነይሩ እዩ። ሕዚ ከኣ ክርስቲን እዩ እዚ ጉዳይ እዚ። ሓደ ሓደ ከተማ ማስክ ዝገበሩ ከተማ ሰብ ክርእዩ ከሎሲ ሕዚ ዝሓሱ ይመስለካ ሽኮር። ምኽንያቱ ርእዮ ገና እተን መዲያታትና ውን ኣብ ካልእ ኣርእስቲ እየን ዘለዋ። ሰብ ውን ኣብ ካልእ ጉዳይ እዩ ዘሎ። ቅድሚ ኩሉ ናይ ሰላም ጉዳይ ስለ እልካ ኢኻ ናይ ኮሮና ጉዳይን ናይ ካልእ ጉዳይን ስለ ድሕሪኡ ናይ ከብዲ ጉዳይ ስለ ድሕሪኡ ናይ ገዛ ናይ ገለ ወዘተ ስለ ስለዚ ብዘረፍቲ ኣርእስቲ ከም ምዃኑ ሕጂ ኣብ ጽንዓት ዝተደረኸ ስለ ዘይኮነ ተሓሳቢ ስለ ግምታዊ ይኽበካ ኣብቲ መጀመርያ ግን ሃስያታት ይምጽእ ነይሩ እዩ ኣካል ጉዳት ምናምን እዞም ብምልመና ዝመሓደሩ ከምኡ ከም ዝኣመሰሉ ዝሃስየ ነይሩ እዩ ሕዚ ከዓ ገዲድ ይኸውን እዩ ዝብል ግምት ኣለኒ ምክንያቱ ረስ ዘካር ስለ ዘይብሉ ሰብ ይሃስለ እዩ ዝብል ግምት ኣሎ ብፍላይ ኣብ ገጠር ከተማ ኳልሽ የትምህርቲ ላትያ ኣብ ገጠር ግን ብጣዕሚ ሃስያ ኣለዉ ዝብል ርእቶ ኣለኒ እታ ስነኣምራዊ ሓገዝ ዝበልክዋኸ ስነኣምራዊ ሓገዝ ቅርታ ኣነስ ናይ ስነኣምሮ ፀገም ዘለዎም ክልተ ርኢ ሓደ ሽማት ሽማት መ ዕልልታ ተሰሚዕካ ትረጎብ ተኩስ ተሰሚዕካ ድማ ትሓዘን ክልተ ዕርክቶች ሓደ ስነኣምሮ ፀገም ዘለዎ ግን ብከኛ ዝጥቀም ነበረ እዩ ሓደ ጎብ ተምሃራይ ዝነበረ እዩ ክልቲኦም ናይ ስነኣምሮ ፀገም ርለ በቃ ኣብ ከተማ ስከምዑ ዝጃረቡ ኣነ ንባዕለይ ከጋጢምኒ ኸ ክነግረካ በትረ ዕስራን ኣርባዕተን ኩናት ምስተኸፍተ ፀኒሕናት ዝተወሰነ ግዜ ኣእምሮይ ኮንፊዝ ኮይኑኒ በቃ ፊሊክስ ቢዚ ኮይኑ በቃ ብዛዕባ እንታይ ክሓስብ ብጭንቀት ዝትክልተ ሰስተ መዓልቲ ተደቀስኩሉ ግዜ ነይሩ ስለምንታይ ስለ መድሃኒት ሓሲበ ማለት እዩ ሓንቲ ኣደ ወዳ ናብ ኩናት ተኸይዱ ስለ ወዳ እያ ትሓስብ ትጭነቕ እሞኸኣ ድምጺ ተውስኹ ትሰምዕ ከለኻ እሞ ኣብ ህጻናት ዘሎ ሕጂስ ኣነ ዝሕዝነኒስ ህጻናትናስ ብምንታይ ኢና ነዕብዮም ብተኩሲ ድና ክንዕብዮም ከምኡ ኢልና ድና ክንቅጽል ብደርጊ ኩናት ተኻይዱ ትስዓን ሸሞንተን ናይ ፈረንጂ ኣቆጻጽራ ኣብ መንጎ ኢትዮጵያን ኤርትራን ኩናት ተኻይዱ ሕጂ እውን ኩናት ይካየድ ኣሎ ኣብ ኲናት ተወሊድና፣ ኣብ ኲናት ዓቢና። ኣነ ብተስዓ ዓመተ ምህረት ፈረንጂ ናይ ባጽዕ ኲናት ይዝክር፣ ቆልዓ ኣርባዕተ ዓመት ከለኹ ማለት እዩ። ሽዑ ብጦርነት ሓሊፈ እየ ማለት እዩ። መሪንተ ስድራይ ሸሞንተን ድማ ኣብ ኲናት ኢትዮጵያ ናይ ኤርትራን ኣርኪቡለይ። ጸኒሐ ድማ ሕጂ ክመጽእ ከለኹ ድማ ኣብዚ ግዜ ናይ ሕጂ ኲናት ድማ ኣርኪቡ ማለት እዩ። ብኲናት ተወሊደ፣ ብኲናት ዓብየ፣ ብኲናት ድማ መንእሰይ ኮይነ እኒሀኹ ማለት እዩ። ሕሰቦ እሞ እቲ ስነ-ኣእምሮኺ ይትረፍ ብሕጂ ሕዱር ጸገም ሃልዩ ገና ዘይተፈትሐ ጸገም ሃልዩስ ገና እቲ ካብ መጀመርያ ዝነበረ እቲ ኲናት ባዕሉ ካብ መጀመርያ ካብ ትስዓ ካብ ናይ ኢትዮ-ኤርትራ ጀሚሩ ዝነበረ ኲናት እውን ግን ኣውራጃ እንተኾይት ከይሕበረት ኣይተርፍን ይበሃላ እየ ይረአለይ ብግልፂ እውን ብግልፂ ኢና ንሪኦ ዘለና ኮ ብግልፂ ብግልፂ በቃ ስኢልካስ ካብ ቃላት ዝዛረቦ ከምቲ ዓንተ ዝገለፅዎ ተግባር ንሪኦ ዘለና ኢና በቃ እንደ እግዚኣብሔር ዛምሕረት የውርድ እምበር ከቢድ እዩ ኣብ ዘረባና ድምፂ ተኹሲ ካብ ርሑቅ ካብ ቀረባ ይስማዕ ድዩ ኣሎ ድዩ ኣባና የለ ሕጂ ድሓን ኮይኑ ግን ምሸት ምሸት ተኽሲ ዝተወሰነ ሊያቡ ድዮም ወይስ ካልእ ድዮም ይፍለጥን ተኽሲ ኣለዩ

ኣካያዲ ስራሕ ግብረ ሰናይ ማሕበር ህያብ ኣቶ ሙሉኣለም ስላሴ ካብ ዓዲ ግራት፣ ኣካያዲ ስራሕ ማእኸል ምትሕብባር ስራሕቲ ምግባረ ሰናይ ሙሉ ኣቶ ሙሉ ሃይለስላሴ ካብ መቐለ እዮም። ከምኡ እውን ተረባሕቲ ኣገልግሎት እተን ማሕበራት ዝኾኑ ወይዘሮ መብራት ፅጋቡን ኣቶ ሃብቶም ገብረፃድቕን እዮም። መደብና ይቕፅል። ሙሉ ሃይለስላሰ ኣብቲ ንስኻ ትነጥፈሉ ከባቢ ተን ክልተ ነጥብ እስኪ ገምግመለይ ኩነታት ኮቪድ ዓተ ትሽዓ ብሕልፊ ብሕልፊ ኣብዞም ኣብ ኣብያተ ትምህርቲ ተፈናቒሎም ዘለዉ ክሳዕ ክንደይ ይጋፋሕ ክኾን ይህሉ ካልኣይ ናይ ስነ ኣእምሮዊ ፀገምን ማሕበርካ ማእኸል ምትሕባር ስራሕቲ ምግባረ ሰናይ ሙሉ ትሕግዝ ንድሕር ኮይና ከመይ እዩ እስኪ ብዛዕባ ተዛረብ ብዛዕባ ኮቪድ ዓሰርተ ትሽዓተ እንተልዒልና ንባዕሎምውን ተንኪፍዎ ነይሩ ኣብዚ ሰዓት እዚ ኣይኮነን እቲ ቅድም ኢሉ ዝሓለየ እውን ብጣዕሚ ሸለልትነት ዝተመልኦ ምንቅስቃስ እዩ ነይሩና ከም ህዝቢ ምእንታይ እዩ ከም መጀመርያ ብዓለም ክጅምር ከሎ ብንቻይና ክጅምር ከሎ ብንጣልያን ብዙሕ ህዝቢ ክውድእ ከሎ ዝነበረ ፍርሒ ስግኣት ኣብ ቅድሜና ብዓይንና ስለ ዘይረእናዩ ይመስለኒ ካብ ባዕሉ ጀመርቲ ሕብረተሰብና ንምክልኻል ኮቪድ ዓሰርተ ትሽዓተ ዝነበረና እንትን ብጣዕሚ ትሑት እዩ ሓቂ ዘረባ ሕዚ ከዓ ሕዚ እዚታት ተወሲኽዎ ከም ዝነበሩ ብዛዕባ ምክልኻል ዝግበር ዝነበሩ ቅስቀሳታት እውን ኣብ ዝጠፍኡሉ ግዜ ሚድያታት ተዓሶ ተኮይኑ ምንም ብዛዕባ ስልጠናታት ዘይብሉ ግዜ ክሳዕ በዓል ሙያ ዝምህር ነበረ ኣብ ዘየለሉ ግዜ ተወሲኽዎ ንኮቪድ ምክልኻል ዘሎ ስሕረ ሰኸብ ኢሉ ኣሎ እዩ በሃል ኣይርትዐን ሓቂ ዘረባ ኣብታ ብሪኣ ቤት ትምህርቲ ከባዕላት ሓንቲ ክፍሊ ብናይ ኮቪድ ምክልኻል ኣርባዕተ ወይ ሰለስተ ሰባት ክድቅሱ ኢልካ ትሓሶም ዕስራን ዓሰርተ ሓሙሽተ ሰብ ክሻብ ሰላሳ ሰብ ተጣቓዒቱ እዩ ዝድቅስ ዘሎ። ተኸፍልታት ፅበት ስለ ዘለዎ ተደራሪቡ እዩ ዝድቅስ ዘሎ። ስለዚ ብዛዕባ ኮቪድ ምንም ሓሳዊ ክል የለን። ስለዚ ውሽጣ ውሽጢ ከይተረደኣና ብካሊእ ሕማም ተንመውት እውን ብኮቪድ ንመውት ኣለና ንኸውን ኢና ኢለ ግምት ምርመራ የለን ኣብቲ ሰላም ግዜ ታይ እዩ ነይሩ? በብእዋኑ ኣብ ኢትዮጵያ ክንደይ ተታሒዞም፣ ክንደይ ድሒኖም፣ ክንደይ ብሂወት ሓሊፎም፣ ኣብ ትግራይ ከምኡ እናበለ በብወረድኡ በብከባቢኡ ኣፕዴት ይግበር ነበሩ እዩ እቲ ሕብረተሰብ። ሓቁን ሓበሬታ ነይሩና እዩ። ሕዚ ብዛዕባ እዚ እውን ተወሰነ ጅማሮታት ኮቪድ ምከላኸል ዝብል ቅስቀሳታት ሕልፍ ኢልካ ትሰምዕ ኢኻ ኣብቲ ሚድያታት። ምከላኸል ጥራሕ እምበር እቲ ሓበሬታታት እውን በብእዋኑ የለን። እቲ ሕብረተሰብ እውን ረሲዑ እዩ። ካብኡ ዝገደደ ዘፍርሖ ኩነታት መጺኡ ኣሎ። ብዛዕባ ኩልጋዕ እንናገር ኣሎ። ካብ ጥሜት ዝመውት ካሊእ ኣራዊት ተዝበልዖ ወይ ከዓ ካሊእ መርዛእ ተዝወቕዖ እውን እዩ ዝመርጽ። ከብዲ ሕማቕ እያ እሞ እናጠመኻ ንካሊእ ነገር ኣይትፈርሕን ኢኻ። ዓሳ ትብላዕ ክትኣቱ ናብ ሓዊ እውን ክትኣቱ ትኽእል ኢኻ እሞ እቲ ኮቪድ ዝበሃል ኣብ ቅድሜና እናረገፈ ሰብ ብዓይንና ስለዘይረኣናዮ ክንፈርሖ እውን ኣይገበረናን። እዚ currently ኣብዛ ሰዓት ኣብተን ቤት ትምህርትታት ክዘውር ከለኹ መዓልታዊ እየ ዝዘውር ሓቅካ ነገረካ ኣብ ትሽዓቲኦም ቤት ትምህርቲ ከበፅሕ ፍትን ኢለ ኣለዎ ገለ ገለ ግዜ ኣብ ሰለስተ ቤት ትምህርቲ ይመሸኒ ገለ ገለ ግዜ ኣብ ኣርባዕተ ቤት ትምህርቲ ክወጣ ይመሸኒ ገለ ገለ ግዜ ከዓ ብፅሕ ብፅሕ ንክብሉ ንብሎም ኣለኹ እንዶ መሲሕኩም እንዶ ክንብል ማለት እዩ ስለዚ ተመራብራ ክትሪኦ ከለካ ኮቪድ ብሓቂ ብሓደ ቤት ወዲ እና ይሓድር ኣሎ ማለት እዩ ብትንዕ እናመራብራ ስለዚ ፀገምና ምክልኻልና ንካሊእ ሕማም ከይንከላኸል እውን ዓብዪ ተፅዕኖ ስለዝሕደረልና ተደራቢ ሕማማት ንኮቪድ ዝተቓላዕና ምዃንና ምንም ጥርጥር የብሉን። መን ይመውት ኣሎ፣ መን ይሓምም ኣሎ ዝምርምር ኣካል እውን ስለ ዘየለ ምክልኻል ዝበሃል የለን። ሽሩክ ብእዋኑ ኢልካ ምሕፃብ ብሰማይ ወንጌል ምሕፃብ ዘይሕሰብ እዩ። ተራሓሒቕካ ምቕማጥ ዝበሃል ዘይሕሰብ እዩ። ሰላምታ በቃ ተሓቛቒፍካ ምስዕዓም እዩ። ስለዚ ባዕለይ እውን ኣፕላይ ይገብሮ ዝገርመካ። ስለዚ ሕቺን ኣይረኽብን። ስለዚ ዝለዓለ ናይ ኮቪድ ሕማም ተቃላዕቲ ኮይንና ከም ዘለና ከረጋግፀልካ እደሊ። ስለዚ ነዚ ዝከላኸለልና ጥዕና ዓለማት እውን ጥዕና ኣካላት እውን ክትህሉ ፅቡቅ እዩ። ናብ ንቡር ዝምለስ ፅቡቅ እዩ ተስፋ እገብር። ካሊእ እቲ ናይ ስነኣእምሮ ትብሎ ዘለኻ ምናልባት ንዓለም ተናኺፍዎ እዩ። ብልሙድ ስነኣእምሮ ሕማም ገጢሙ ንሕና ክዳን ዘርብዩ፣ ጨርቃ ዝዘውር ወይ ከዓ ተኣሲሩ ዝቅመጥ እዩ ዝኸውን ግን ኣብ ገዝኡ ኮይኑ ንደገ ዘውፅኦ ውሽጡ ዝቐተለ ስነ ኣእምርኡ ዝተጎድኣ ሕብረተሰብ ዝብል ኣካል ናይ ስነ ኣእምሮ ሕሙም እዩ። እዚ ንሰዓት እዚ ናይ ግድን በሰላ ክሓድር ግድን እዩ። ትማሊ ብኮቪድ ዝደንገፀ ማሕበረሰብ ብድሕሪኡ ብኣንበጣ ዝተዳህለለ ሕብረተሰብ፣ ስዒሩ ድሒሩ ዝሓረሰ ኣንበጣ ክወረን ከሎ እውይ ዝበለ ርእሱ ሒዙ ማሕበረሰብ፣ ኣውሪሱ እዚ ከይወደኣ ካብዚ ከይወጸ እዚ ኩናት ክጥቅሞ ከሎ እዚ ኩሉ ተዘራሪቡ ብከቢድ ስነኣእምራዊ ቅልውላው ከመይ ዘይቃላዕ ስለዚ ኣነ በዓል ሞያ ኮይነ ሳይካትሪስት ኮይነ ኣሰስ ገይረ እኳ ተዘየቅረብክዎ ስነኣእምራዊ ቅልውላው ክፍጠር ከም ዝክእል ተፈጢሩ ውን ከም ዝህሉ ግን ምንም ጥርጥር የብሉን ሰብ ሞያ ተዝምርምርዎ ደረጅኡ እዩ ዝፈላለ ጥራይ ስነኣእምሮ ሕማም ዝተፈላለዩ እዩ ኣርባዕተ ደረጃታት ኣለዎ ይብልዎ ቀሊል ማእከላይ ከቢድ ኣዝዩ ከቢድ ናብሉ ዝቅይር ጉልበተ ሞያ ኣበይ ንሪኦ ኣለና ኢና ዘይንፈልጦ እምበር ዘይብሉ ኩነታት ተደራራቢ ፀገማት ንስነ ኣእምሮኣዊ ፀገም ኣብ ካልዕና ከምዝኸውን ከምዘሎ እውን ዘጠራጥር ነገር ኣይኮነን። ከምቲ ኢለካ ዘለኹ ሓደ ክልተ ኢልካ ክትቆፅሮ ወይ ዳታ ክትሕዝ ዋላ እንተዘይከኣልካ ግድን እዩ ከምኡ ዓይነት ፅልዋ ከሕድር እሞ ብዙሓት በይነን ዝዛረባ ብዙሕ በይኑ ዝዛረብ ብዙሕ ሃለውለው ዝብል ትርኢኻ ምኽንያቱ መሓዊ ዝሰኣነ ክህሉ ይኽእል ኣድጊ ዝሰኣነ ክህሉ እዩ እንታይ ይበልዕ ኣሎ እንታይ ይሰቲ ኣሎ እንታይ ይሕደር ኣሎ ዝብል ብዛዕባ ምስኡ ዘየለ ሰብ ዝተፈላለየ ሰብ ኣሎ።

ቀውሲ ከም ዝፈጥር ኣይንጠራጠርን። ዘይሩ ዘይሩ ኣብ መወዳእታ ካብዚ ኩሉ ወፂኡ ህዝብና ብሓቂ ወረ ኩናትን ኩናትን ዘይሰምዐሉ ኩነታት፣ ወረ ሕማም ዘይሰምዐሉ ኩነታት ክመፅእ ክበርሀሉ ንምነ። ኣቦታት ብፀሎት፣ ዝምልከቶ ኣካል እውን ብዝተፈላለዩ ናይ ዲፕሎማሲ ስራሕትታት ሰሪሕና ህዝብና ናብ ሰላም ክንምልስ ክንንቀሳቐስ እውን ኣለና ኢና እሞ ኣምላኽ ኣኻእሎ ይሃበና ኢና ንብል። ንሕና ከም ስራሕቲ ምግባረ ሰናይ ግን ሞዝ እውን ኣምልኾ ነዝመፀና ሰብ ካብቲ ምምፃእ ቐፅሪ እቲ ሸነኽ ይምፃእ በቲ ሸነኽ ናይ ስራሕቲ መዛርትን ናይ ሁማኒታርያን ስራሕቲ ስለዝኾነ ብኣፈላላይ ንዝኣምን ብሓድነት ክኣምን ክንገብር ብዓልየት ዝኣምን ዓልየት ከምዘይፈልየና ሰብ ምዃንና ሓደ ዝገብረና ምዃኑ ክንኣምን ገይርና ብንፈልግ ማዕረ ጥእንና ጥምየት ከየጥቅዖ ተሸጊሩ ዝረኸብናዮ ሰብ ቋንቁኡን መንነቱን ከይፈለና ኣብ ምሕጋዝ ኢና ንርከብ እሞ ኩላትና ንሰብኣውነት ሓገዝ ንልዓል ዝብል መልእኽቲ ኣለኒ። የቐንየለይ። የቕንየለይ ሙሉ ሃይለስላሴ። ወዲእና ኣለና ምሳኻ እሞ ንስኻ እትመርሖ ማሕበር ማእከል ምትሕባር ስራሕቲ ምግባረ ሰናይ ሙሉ ክረኽቡ ንዝደልዩ ክሕግዙ ንዝደልዩ ብምንታይ ገይሮም እዮም ክረኽቡኻ ዝኽእሉ? እግረ መንገደይ ግን እቶም ምሳይ ዝዛረቡ ዘለዉ ተባኢልካ ኣለይ ሙሉኣለም፣ ኣደይ መብራህቱ፣ ንፈልጠን የቐድም ክብል ጀሚረን ቅድሚ ኣነ ናብ ስራሕ ዝምእታወይ ብግርማይ ገብረዲነን ምንቅስቃሳት ጀሚሩ ገዛ ከም ዝተገዝእለን እፈልጥ እየ። ካብቶም ሓወይ እውን ጉዱእ ኣካል እዩ ኣብ ዊልቸር ካብ ዝበለ ሓወይ እዩ እፈልጥ እየ። ሙሉኣለም ብጣዕሚ ዝገርመኒ ናይ ሽኮር ዓይነት እውርነት ፀገም ዘለዎ ኮይኑ ከም ዝበልካዮ ንስኻ ኣብ ብጣዕሚ ዝገርም ማሕበረ ህያብ ምትሕግጋዝ ተንቀሳቂሱ ዝመርሕ ዘሎ ሓውና እዩ እሞ ንዓይ ዝረኽቡኒ ብተወልኩኻ ኣድራሻና ይፈልጥዎ እዮም፣ ምናልባሽ እውን በዚ ቴለፎን እዚ ተሃብካለይ ብቴለፎን ድማ ክደሃዩና ይኽእሉ እዮም፣ ነዞም መዛዩ ዘለዉ ዓዚ የቕሪብካ ደገለኻ ካብ ዓዲግራት ግን ሰላምና ተመሊሱ ናብ ቦታና መፂእና ናብ ስራሕ ስራሕና ምስ ተመለስና ኣደይ መብራህቲ እውን ብማሕበርና ብትካልና ትካል ምግባረ ሰናይ ሙሉ እቲ እናፈረሰ ዘሸግረኒ ዝርኦ ዘለዋ ገዛ ክንፅግነለን ክንሰርሐለን ቃል ንኣቱ ሰላምና ጥራሕ ይመለስ። ንሃብቶምን ንምልኣሎምን እውን ምልኣሎምን ማሕበሩ ከጠንክር ሞያ ሃብቶምን ዘለዎ ክፍተት ክምልእ ናብቲ ናይቲ ማማ መጺእና ክንሕግዞም ኣብ ጎኖም ምዃኖም እውን ኣጆኹም ኩኑ ኢሎም እውን ንደሊ ብእግረ መንገደይ ኣጆኹም ክብለኩም እደሊ ኣብ ጎንኹም ኢና ሰላምና ጥራሕ ይመለሰልና እንተ ዝሓተትካኒ ሕቶ ንትካልና ክስዕር ዝደሊ ግን ብውሻ ጠና ሚድያን ኣብ ውሻ ጠና ሚድያ ዘሎ ኣድራሻና ብምርካብ ክትደሃዩና ከም እትኽእሉን ሓገዝ እውን ክትገብሩ ከም እትኽእሉን ዝሓገዝኩሞ እውን ብኣግባቡ ናብ ዝምልከቶ ውጽዕ ማሕበረሰብ ክነብጽሕ ምዃንና ከም ናይ ትማሊና የዘረጋግጽ ሰባት ተለፎነይ ኣገዳሲ ተኾይኑ ፕላስ ክልተን ሓምሳን ሓደን ትሽዓተ ዓሰርተ ኣርባዕተ ሰብዓን ክልተን ዕስራን ትሽዓተን ዜሮ ሸውዓተ እዩ ብኣ ሽውሻ ጣና ሚድያ ስለ ዘሎ ብኡ ተደሃቢና ዝተረፈ የቀንየልና ብሓቂ ብሓቂ ሰላም ንህዝቢ ትግራይ ሰላም ንህዝቢ ኢትዮጵያ ሰላም ንህዝቢ ዓለም ኣፍሪካ ኩሉ ሰላም ንዝናፍቅ ኩሉ ሰላም የውርደሉ የቀንየለይ።

ኣነ ክልተ ፕሮግራማት ሒዘ ኣለኹ ኣብዚ ሕጂ ግዜ። ሓደ በቲ ማሕበር ዝስራሕ ስራሕ ኣሎ። ካልኣይ ተመራቂ እንድየ ክሳብ ዝምረቐላ ዕለት ዕለታ ኣይፈለጥኩዋን። ግና ኣብታ ዝምረቐላ ዕለት ግን ምርቓይ ካብ ምስ ብሆሆይታ ካብ ዘሕልፎ ንዝተጸገሙ ኣካላት ክሕግዝ ድሌት ኣለኒ። ስለዚ ኣብዚ ብውልቀይ ዝገብሮ ፕሮግራም ክሕግዙኒ እውን ሕቶይ ከቕርብ ይደሊ። ካብኡ ብተወሳኺ ንማሕበርና ክሕግዙ ዝደልዩ እውን ናይ ውልቀይ ኣካውንት ኣለኒ ዓሰርተ ሽሕ ኢስራ ሰብዓን ሽዱሽተን ዜሮ ሸውዓተ ክልተ ሰዓን ሸውዓተን እደግሞ እየ ዓሰርተ ሽሕ ዕስራ፣ ሰብዓን ሽዱሽተን፣ ዜሮ ሸውዓተ፣ ተስዓን ሸውዓተን፣ እዚ ናይ ውልቀይ እዩ። ናይ ማሕበር ህያብ ኣካውንተይ ተወስኪ፣ ሓደ ሽሕ፣ ዕስራን ክልተን፣ ሰብዓን ኣርባዕተን፣ ዕስራን ሓደን፣ ሰብዓን ትሽዓተን፣ ሸሞንተ፣ ስልኪ ዋላ ናተይ እውን ዋላ ናይ ማሕበር ህያብ ንግዲ ባንኪ ኢትዮጵያ እዩ ዝብል። ስሩዕ ኮሚቴ ስለ ዘለዎ እቲ ማሕበር ብኡ እውን ሓገዝ ክልእኹልና ይኸእሉ እዮም። ንግልፅነቱን ተሓታትነቱን ኣብ ሚድያና ክነዘራርበሉ ንኸእል ኢና። ብዝግበር ሓገዝ። ኩላ ብኢድ ቁጽር ኣብ ዝምልከቶ ኣካል ክነብጽሕ ንኽእል ኢና። ብቐጥታ ብ ዜሮ ትሽዓተ፣ ዕስራ፣ ሰማንያን ሽዱሽተን፣ ሰማንያን ክልተን፣ ሓምሳን ሸውዓተን ንዓይ ክረኽቡኒ ይኽእሉ እዮም ንባዕለይ። ካብኡ ኣብ ኣዲስ ኣበባ ወኪል ኣላትና እመቤት ፍጹም ትበሃል ብ ዜሮ ትሽዓተ፣ ሰብዓን ሓሙሽተን፣ ሰላሳን ሰለስተን፣ ሓምሳን ትሽዓተን፣ ዓሰርተ ሓሙሽተ ክረኽቡና ይኽእሉ እዮም። ካብኡ ሩፍሳና ሚድያ ዝብል ናይ ዩቱብ ኣካውንት እውን ኣለና። ወግዓዊ ልሳን ማሕበር ምትሕግጋዝ ህያብ እዩ። ኣብኡ ድማ ኣብ ናተይ ኣብ ፌስቡክ ኣካውንት ብምእታው ሊንክ ክወስዱ ይኽእሉ እዮም። ብዙሕ ግና ኣይተፈልጠን ኣብ ጻዕሪ እናሃለና እዩ እዚ ነገር ዘጋጢምና። እና ሙሉኣለም ስላሴ ሙሉኣለም ስላሴ ባይ ስፔሊንግ ዩ ኤም ዩ ኤል ዩ ኤ ኤል ኢ ኤም ካብኡ ስላሴ ድማ ኤስ ኣይ ኤል ኤ ዳብል ኤስ ኣይ ኢ ናይ ባዕለይ ፎቶ ስለ ዘሎ ብኡ ክረኽቡኒ ይኽእሉ እዮም ብኢመይል ድማ ሙሉኣለም ስላሴ ክልተ ሽሕን ኣርባዕተን ኣት ጂመይል ዶት ኮም ብዝብል ናይ ኢመይል ኣድሬሰይ ውን ክረኽቡኒ ይኽእሉ እዮም እና በዚ መንገድታት እዚ ተረኺቦምና ናብ ካሊእ ዋላ ኣይንኺድ ኣብ ከተማና ዘለዉ ኣብቲ ከባቢና ዘለዉ ገጠራት ኣነ ከም ማሕበር ህያብ እቲ ማሕበር እናምራሕኩ ገና ዝቕፅል ሰብ እየ። ከም ውልቀይ እውን ኣብቲ ከተማና ዘለና ዓቕሚ እቲ ከተማና ድሩት ስለ ዝኾነ ነቲ ከተማና ጥራሕና ክንሕግዝ ንኽእል ኣብቲ ከባቢና ክንሕግዝ ስለ ንደሊ ዓዲግራትን ከባቢያን ሳፂ፣ ቀርሰበን፣ ስጋብ ዘላመሳ ዘሎ ስጋብ ዕዳጋ ሓሙሳ ክሎ ዘሎ ከባቢ ዝምልከቶ ኣካል እናተሓባበርና ባዕልና እውን ትናገበርና ክንሰርሕ ፍቓደኛታት ኢና። ንኢትዮጵያ ንሃገር ንክልልና ንዓለምና ንኣፍሪቃ ሰላምን ፍቅርን የውርደልና ምናልባት ከምዚ ንዓመታ ኣብዚ መድረክ እዚ እንደገና ነዚ ጸገም ዘዘኪርና ሓሊፉ ኢልና ንዘራረበሉ ግዜ ክመጽእ እዩ እና ትገብሩለይ ምትሕብባር ነቲ ማሕበር ውን ንዓይ ትገብሩለይ ምትሕብባር ግን የመስግን በዚ ኣጋጣሚ ንቪኦኤ ከመስግን ይፈቱ የቀኒየለይ። የቀኒየልና ሙሉኣለም ስላሰ ሙሉ ሃይለ ስላሰ ሃብቶም ገብረጻድቅን ወይዘሮ መብራት ጽጋብን ኣጋይሽና ስለ ዝኮንኩም ክብረት ይሃበለይ። የቀንየልና ዝሓወይ ብጣዕሚ ነመስግንካ ኣብ ርሑቅ እስኻ ደዊልካ ስለ ዝጠየካና ኣብዚ ለለዉ ለይጠየቁና ኣብ ኢትዮጵያ ለለዉ ጋዜጠኛታት ዘይሓተቱና እስኻ ግን ኣብ ርሑቅ ከይንካ ኩነታትና ስለ ዝጠየካና ብጣዕሚ ነመስግን የቀንየልና እዚ ሓሊፉ ካዓ ንዛረበሉ ግዜ ምሰና እናተሓገዝና ነይርና ኢና ሙሉ መምህር ሙሉ እዚ እናሓገዘና ነይሩ እዩ። ክሳብ ሕዚ ድሕሪ ኮረና ድሕዚ ከዓ እዚ ኩነታት ፀጊምዎ እምበር ብመንገዲ መምህር ሙሉ ብዙሕ እናተፅ ብዙሕ ፀጉም እናተረድኣ ፀኒሑ እዩ። ሕዚ ግን ክንደይ ተዓፅዩ እኒኦ እሞ ኣምላክ እዙይ ሓሊፉ ወጋሕታ ይፍጠር እሞ ናብቲ ንቡር ይምለሶ ፈጣሪ ኣምላክ እግዚኣብሔር የንብሐልና። ኣሜን የቐንየለይ ደሓን ኣምስዩ ደሓን ሕደሩ። ኣሜን ኣሜን ይቕንየልና ይቕንየልና ዝሓወይ ክብረት ይሃበልና። ኣብቲ ፅቡቅ የራክበና ኣሜን ኣሜን።
ክቡራት ሰማዕትና ክትከታተልዎ ዝፀናሕኹም ትማሊ ጀሚሩ ሎሚ ዝዛዘምናዮ ቃለ መጠይቕ ምስ ኣጋይሽና ኣካያዲ ስራሕ ግብረሰናይ ማሕበር ህያብ ኣቶ ሙላ ለም ስላሴ ካብ ዓዲ ግራት ኣካያዲ ስራሕ ማእኸል ምትሕባር ስራሕቲ ምግባረ ሰናይ ሙሉ ኣቶ ሙሉ ሃይለስላሴ ካብ መቐለ እዮም። ከምኡ ውን ተረባሕቲ ኣገልግሎት እተን ማሕበራት ዝኾኑ ወይዘሮ መብራት ፅጋቡን ኣቶ ሃብቶም ገብረ ፃድቕን ነይሩ። ነጋይሽናን ንበትረን ኣዝየ የመስግን። ኣብ ዝመፅእ ሰሙን ድማ ብካልእ ኣርእስቲ ምስ ካልኦት ኣጋይሽ ክንምለሰኩም ኢና።